ሰላም ሰላም የሕዋት ከመይ ቀኒኹም ዳሓን ዶ ቀኒኹም እንኳዕ ብሰላም መጻኹም ናብ ቻነለይ እንዳበልኩ ሎማዓንቲ ድማ ብሓደሽ ቪድዮ ተመሊሰኩም ኣለኹ እዛ ናይ ሎማዓንቲ ቪድዮ ግን ቁሩብ መረረ በዚሓትኒ እንደ መጽኤ ዘለኹ መረረ ዘይኮነስ ከምዚ ነቐፌታ ማለት እዩ ሓንቲ ነቐፌታ ኣብዚሓትኒ ኣላ እንታይ እየ ክገብር ዘለኒ ሓሳባትኩም ክሰምዕ መፅእ ዘለኹ ሎማዓንቲ በዚ ሓትነታ ነቐፌታ ማለት እዩ ሓቂ ዘረባ ኩሉ ትፅሕፉለይ ኮመንት ብጣዕሚ እዩ ደስ ደብል ብጣዕሚ ኢኹም ተተባብዑኒ ብጣዕሚ ተመስግን ኣነ እውን ገለገለ ኣሕዋት ጣይታ ካብቲ ናተይ ርኢኽን ዝሰንከትክን ወይ ኬክ ዲኽን ዝሰራሕክን ወይ ዝኾነ ነገር ካብኡ ዝገበርክን ተመስግኑን ኢኹም ዝበዛሕኩም ማለት እዩ ፅቡቅ ኮመንት እዮም ትፅሑፍለይ ተተባብዑን ኢኹም ሞራል ኢኹም ትኾኑ ማለት እዩ ግን ሓንቲ ነቐፌታ ኣላ ከዓ ተደጋጋሚ ተደጋጋሚ ዝንቀፋ ማለት እዩ ብዝኾነ ቅድሚ ናብኡ ምባለይ ግን ናብኡ ከለኹ ከዓ ቡንዳ ዝተኹኹም ናይ ሙሉእ መዓልቲ እንዳርኣኹኹም ቡንዳ ዝተኹኹም ብዛዕባ እታ ነቐፌታ ክንዛረብ ኢና ማለት እዩ እንታይ ክገብር ዘለኒ ዩትብ ድ ክጎድፎ ዘለኒ ክእርሞ ወይ እንታይ ክገብር ዘለኒ ሓሳባትኩም ክሰምዕ ኢለይ መፅየ ዘለኹ ማለት እዩ ብዝኾነ ቅድሚዛ ቪድዮ ምጅማራ እሞ መጀመርታ ሳብስክራይብ ግበሩ ሳብስክራይብ ናትኩም ንዓይ ብጣዕሚ ሞራል ዝበኒ ማለት እዩ ነቐፌታ እውን ኣይፀልኦን እየ የቕበሉ እየ እውን ክእርሞ እውን ስለ ዝፍትን እየ ማለት እዩ እዛ ናይ ሎምዓንቲ ዘምፀትኒ ግን ቁሩብ ስለ ትደጋገመኒ እ፣ ክ- ክእርማ ኢለ ከዓ ይፍትን ምስ ሽዑ እንታይ ከም ዝገብር እውን ስለ ዝጠፍኣኒ እየ ማለት እዩ ብዝኾነ አ፣ እታ ነቐፌታ እንታይ ትብል መሲልክ ግን አ፣ ዘረባ ተብዝሕለኺ እያ ማለት እዩ ካብ ሓደ ካብ ክልተ ሰብ ኣይኮን ኳን ኣይኮነት ትመፀኒ እዛ ነቐፌታ ካብ ብዙሕ ሰብ እያ ትመፀኒ ማለት እዩ ዘረባ ተብዝሕ ኣለኺ እንታይ እያ ክገብር ዘለኒ ሕጂ ንሳ ያታ መልሲ ምኳን ኣብያትኒ ዘላ ማለት እዩ አ፣ ምክንያቱ እንዶ- እ፣ ኣነ ዝዛረብ ሓ- ሓንሳብ እ፣ ኣብቲ መጀመርታ ናይ ኢንትሮ ዝዛረቦ ሓቂ ዘረባ ከምዚ ከም ተድንቕ ዓይነት ወይ ፅቡቕ ገለ ክብል ኢለ ሜይ ቢ ዝዛረቦ ኾን ኣብቲ መጀመርታ ኣብቲ ማእከል ገለ ብብዝሒ ዝዛረቦ ግን ሓንሳብ እንታይ ኮይኑ እቲ ዘረባ ማለት ዘጋግሞ ዝበዝሐ ሰብ ንኣብነት ብዛዕባ ሓንቲ እንድሕር ዝዛረብ ኣለኹ ወይ ብዛዕባ ኬክ እንድሕር ዝሰርሕ ኣለኹ ብዛዕባ ዝዛረብ ኣለኹ ኮይነ ኣብቲ እንዳሰራሕኩ ተዛሪበ ከለኹ ገሊኡ ሰብ መሊሱ ኣብ ኮመንት ይሓተኒ። ንኣብነት ክንደይ ዲግሪ ኣብሲልክዮ ወይ ወይ ጣይታ እንድሕር ዝንክ ተለኹ ድማ ክንደይ ኩባያ ላፋ ጌርክሉ ክንደይ ብመልወሲ እቲ ዝለወስክሉ ማይ ዝሑል ድዩ ውዑይ ድዩ ብዙሕ ሰብ ሕቶታት ይሓተኒ ማለት እዩ ኣብቲ ኮመንት እዋእ ኣነ ከዓ ይብል ኣይገለፅክዎን እየ ፅቡቅ ገይረስ ኣይገለፅክዎን እየ ንምንታይ ደኣ ሰብ ሓተኒ ኣሎ ይብል ማለት እዩ ሕጂ ከምኡታት ሕቶታት ከይመፀኒ ነቲ ሰብካ ከምዚ ጥዑይ መብርሂ ክህቦ ኢለ ዝደጋግም ማለት እዩ ብዝኾነ ከምኡ ንክብል ኢለ ዝደጋግም እምበር ከምዚ ብዙሕ ዝዛረብ ኮይነ ኣይኮንኩን ኣብቲ መጀመርታ ግን ኣይ ኖው ሓቆም ኢኹም ይዛረብ እየ ከምዚ ብዙሕ እዩ ንእድየ ከምዚ ናይ ዩትዩብ ስራሕ ይቃሱ ኣብኡ ይቕሬታ ማለት እዩ ክጉድሎ እውን ክፍትን እየ ማለት እዩ ብዝኾነ ኣብቲ ማእከል ግን ከምዚ ዝብለኩም ዘለኹ እዩ ማለት እዩ ብዙሕ ሕቶታት ስለ ዝመፀኒ እየ ዝደጋግም ወይ ከዓ እንታይ ክገብር ዘለኒ ፕሊስ ኣብ ኮመንቲ ሕጂ ከምዚ ሓቀኛ ርእይቶኹም ክጽበየ ማለት እዩ ኣብ ኮመንት ንገሩኒ ኣበየ እቲ ዘረባታት ከውሕሉ ዘለኒ ወይ ክገልጾ ከለኹ ነቲ ነገራት ንኣብነት ሓንቲ ኩባያ ከምዚ ከምዚ ኣብኡ ከለኹስ ከምዚ እቲ ዝጥቀመሉ ጥራይ ንግር ኣቢለ ግድፍ ዲዮ ክብሎ ዘለኒ ወይስ ከምዚ ብዕምቀት ክዛረብ እዩ ዘለኒ ኣብዚኣ ኣረድኡኒ ማለት እዩ እንተዘይኮይኑ ኣነ ወላ ከምዚ ድምፂ ከምዚ ሙዚቃ ጥራይ ንፅፈውን ሸር ክብል ይኽእል እየ ንዓኹም ንስኹም ተፈቲኹሞ ፀገም የብሉን ማለት እዩ ኩሉ ንስኹም ትብሉኒ ነገር ሲ ይቕበሉ እየ ማለት እዩ ብዝኾነ ዘያታ ቀንዲ ሎማዓንቲ ዘምፀትኒ ማለት እዩ ኣብኡ ከለኹ ከዓ ቡን ኮስትየኩም እየ ቡን ምሳይ ስቶይ ማለት እዩ እንታይ ክገብር ዘለኒ ድማ እዚኣ ኣብ ኮመንቲ ፀሓፉለይ ፕሊስ ማለት እዩ ፕሊስ ፀሓፉለይ ማለት እዩ ካልእ ብተረፈ ግን ከምቲ ዝበልኩኹም እዚኣ ጥራይታ ንቐፌታ ትመፀኒ እምበር ካልእ ብጣዕሚ ደስ ዝብል ኮመንቲ እዩ ዝመፀኒ ማለት እዩ ብዝኾነ ናይ እዚኣ ኣብ ኮመንቲ ክትፅሑፉለይ ክፅበየኩም እየ ማለት እዩ ሕጂ ብዚ ከዓ ክላይ ነዛ ጉዳይ እውን ዘረባ ኣብዚሐል ትብሉኒ ኣብዚ ከዓ ክላይ ኣብዛ ናይ ብሉ መዓልቲ ቪድዮ ክወስደኩም እየ ማለት እዩ ብዝኾነ ከምዚ ትሪእዎ ፅናሕኩም ንእወት ስኢለ ገዛይ ኣላዒለዮ ነይረ ሽምዓይ ወላሊዐ ጥዑም ጨና መታን ክጨኑ ገዛ ኢለ ሽምዓይ ወላሊዐ ቁርስና ገዓትና በሊዕና ድሕሪ ቁርሲ ድማ ናብ ቡን ማለት እዩ ኣንሓሓንሳብ ከም ዝገብር እየ ማለት እዩ ከምዚ ኩሉ ግዜ ኣብ ሰሓ ገዛ ከሕልፎ ግዜ ኣይደልን እየ ሓንሳብ ነዛ ነብሰይ ከዕርፋ ድለ ብፍላይ ከምቲ ኩሉ ግዜ ዝብለኩም ዓርቢ ዓርቢ ዝበዝሐ ግዜ ስራሕ ገዛይ ምስ ወዳእኩ ኣብ ቀዳም ሰንበት የዕሪፈ እየ ክውዕል ዝደሊ ማለት እዩ እዚ ከዓ ናይ ቀዳም ሰንበት ቪድዮ እዩ ማለት እዩ ብዝኾነ ከምታ ዝረኣኹማ ንጎተስየ ሽምዓ ወሊዐ ንጉ ገዓትና ቆራሪስና ብድሕሪኡ ድማ ሓንሳብ ኣዕሪፍና ኣዶ ቆልዓ እኳ ስራሕ ፀፊፋ ኣይትፀፍፍን እያ። ኣብኡ ከለኻ ከዓ ምሳሕና ተመሲሕና ናብ ቡና ኣቲና ማለት እዩ። ኣብኡ ከለኹ ከይረሳዕኩዋ እንታይ ክብለኩም ደልብታ ናይ ድምፂ ናይ ዘረባ ኣዶ ቆልዓ እንደ ሕጂ ሓንሳብ እንታይ ኮነን መሲልኩም ከምዚ ድምፂ ክመልእ ኢላ ምሽ ይጅምር ወይ ቆልዓ በኼኒ ወይ ትርብሸኒ ምሻለ ቆልዓ ከዓ ዓባይ ሓንቲ ዓባይ ኣላትኒ ሓንቲ ከዓ ንእሽተይ ስለ ዘላትኒ ወይ እታ ዓባይ መፂኣ ትኳኳሓኒ ወይ ትበኪ ወይ ደቂሰ ኣደቂሰ ናኣልኩ እሞ ድምፂ ክመልእ እየ ኢለ ይሓስብ ይትስኣ ማለት እዩ ብዝኾነ ከምኡ ስለ ዝኾንኩ ሓንሳብ እንታይ ይኸውን ነቲ ድምፂ ዝመልኦ ዘለኹ ይኳላለፈኒ ሕጂ ከምዚ ሓሳባትካ ምሉእ ክትገልፅ ኣይትኽእልን ኢኻ እንዳዛረብካ ከለኻ ስቶፕ ጌርካዮ እንድሕር ናብ ካልእ ጉዳይ ከይድካ መሊስካ ጸኒሕካ ክትምለሶ ከለኻ እንታይ ኮነካ እቲ ሓሳባትካ ይዘራረገካ እዩ ማለት እዩ ነቲ ኢልካዮ ዝነበርካ እውን ክትደግሞ ትኽእል ኢኻ ማለት እዩ ከምሰት ጸገም እውን ኣሎ እዩ ክንእርሞ ክንፍትና እንታይ ጸገም ጋ ኣላትና ሓንቲ ከም ዝተመሊሰ መጀመርታ እየ ዝሰምዖ ነይረ እምበር ሕጂ እዩ ንኣብነት ድምፂ መሊአ ቲሚሌ ፖስት ዝብሎ ምክንያቱ ክሰምዖ ካልኣይ ግዜ እንታይ ተጋጊየ ኣለኹ ክዕርዮ ገለ ቁርብ ግዜ ሓጽረኒ ማለት እዩ ከም ዝበልኩም ናይ ኣደ ቆልዓ ነገር እዩ ሸለል ከዓ በሉኒ ኣይነው ክእሩሞ እየ እቲ ዝኾነ ዝጋገየ ዘለኹ ነገር ክእሩሞ እየ ተኻእለኒ መጠን ማለት እዩ ግን ንስኹም ከ ናይ ኣደ ቆልዓ ነገር ኣደ ቆልዓ ኮይነ ኢልኩም ሸለል በሉኒ ማለት እዩ ብተረፈ ግን ቡንጭ ነው ቡንጭ ነው ውጭ ነው ውጭ ነው ውጭ ነው ናይ ሰንበት ቡን ከይተሓልፈኩም ማለት እዩ ከመይ ዝበለት ቡን ከስትኩም እየ ከምዚኣ ጌርና ቡና ጌርና ድማ ብዚኣ ድማ ሕምባሻና ጌርና ናይዚ ሕምባሻ ኣሰራርሓ ድሕሪ ተመልስኩም ክትሪእዎ ኢኹም ኣብቲ ቪድዮ ናት ኣለኩም ማለት እዩ ኣብ ከለኹ ከዓ እንታይ ክብለኩም ደሊ ቲክቶክ ሓዳሽ ከፊት ኣለኹን ኣብኡ ፖስት ይብለ ኣለኹ ዝሰራሕኩዎ ማለት እዩ ሕጂ ኣብኡ ከይድኩም ክትሪኡ ትኽእሉ ኢኹም ምክንያቱ እቲ ኣብኡ ፖስት ዝብሎ ኩሉ ትሕቲ ኣርባዕተ ደቂቕ እዩ ሓፂር ሓፂር እዩ ፖስት ዝብል ቲክቶክ ነዊሕ እውን ፖስት ክትብል ስለ ዘየፍቅድ ማለት እዩ ኣብኡ ኮይትኩ እውን ክትርእይዎ ትኽእሉ ኢኹም ሓፂር ሓፂር እንተደሊኹም ማለት እዩ ፈሎ ምባል ኣብቲ ቲክቶክ ናተይካ እንተረኪብኩሞ ፕሊስ ፕሊስ ይሕዋት ፈሎው ኢልኩም ኣተባብዑኒ እቲ ስእሊ እዛ ዩቲበይ ዘላ ስእሊ እዩ ዘለዎ ድምፀይ ከዓ ምናልባት ትፈልጡ እንትኾኑ እታ ናታ ሽሙን ኣሜን ናታ እያ ትብል ከዓ ከምዛ ናይ ዩቲበይ ማለት እዩ ስለዚ ፕሊስ ፈሎው በሉኒ ኣብ ቲክቶክ እውን ዩቲብ እውን ከምኡ ማለት እዩ ኣብኡ ከለኹም ከዓ ሕዙ ቁርሲ እውን ቁርሲ እውን ሕዙ ከይሓልፈኩም ማለት እዩ ብዝኾነ ናይ ሎማዓንቲ ቪድዮ እዚኣ ትመስል ነይራ ንቐፌታ ኣይክቕበል ኢለ መፅየ ነይረ እንታይ ክገብርውን ከም ዘለኒ ሓሳባት ናትኩም ክሰምዕ ማለት እዩ ኣብኡ ከለኹም ከዓ ቁርሲ እውን በልዑ ሕዙ ቁርሲ እውን ከይሓዝኩም ኣይትኺዱ ማለት እዩ ገዛ ጣዕምቲ ጨና ሽምዓ ይቃጭ ነው ከይተሓልፈኩም ኣውል ብንኩስቲኩም እየ ናይ ሎማዓንቲ ቪድዮ ክኣኽለና እዩ ማለት እዩ በዚኣ ሽምዓ ይውላዕ ኣቢለ ከምዚኣ እውን ምረኣ ደስ ዝብለኒ በዚ ሽምዓ ውላዕ ኣቢለ በዚኣ ዕጣን ሃገግ እንዳበልኩ ቁርሲ እውነይ ቀሪበ ካብታ ደስ ትብለኒ ዘስተ ማቕራያ ማለት እዩ ስለዚ ንዕመ ብምስተዩ ምሳይ ማለት እዩ ንስኹም ከ ንዕመቡ ምስተዩ ንዕመቡ ምስተዩ ከይተሓልፈኩም ማለት እዩ ብዝኾነ ኣብዚ ከኣኽለኒ ኢሎም መዓንቲ ኣብ ኮመንቲ ክትፅሕፉለይ ሓሳባትኩም ክፅበየ ማለት እዩ ብዝኾነ ናይ ሎም መዓንቲ ቪድዮ ነዚኣ ትመስል ነራ ብካሊእ ቪድዮ ክሳብ ዝመፀኩም ሰሰናዩ ፅፅቡ ኩሉ ንዓኹም ይኹን ኣብ ውልቡን ከዓ ከይሓዝኩም ከይትወፁ ሳብስክራይብ ከዓ ኣብ መጠረሽታ ከይትርስዑ ፕሊዝ ሳብስክራይብ ጌርኩም ኣተባብዑኒ ማለት እዩ ብዝኾነ ናይ ሎማዓንቲ ቪድዮ ነዚ መስል ነይሩ ብካሊእ ቪድዮ ክሳብ ዝምለስ ቻው ኣብ ወልብን ሕዙ ባይ ባይ